መንፈሳዊ ተሓድሶ ኣብቲ መንፈሳዊ ተሓድሶ ብፍላይ እታ ስፕርቹዋል ሂሊንግ ትብል ንነብሲ ወከፍ ተድልዮ ውሽጣዊ ሓደ ቴክኒሻን ነታ ዝተባላሸወት ኤርያ ዓይነቲኣ ርእዩ ከም ዝጽግና ከም ዝፍውሳ ቃሉን መንፈስ ቅዱስን እቲ ቀንዲ ስራሕ ድማ ክብርና ኣምላኽና ይኹን ሰብ ዘይርኦ መንፈስ ቅዱስ ግና ዝሪኦ ክብሪ ንኣምላኽና ይኹን እንታይ ክገብረካ ይደሊ ክጽግነካ ይደሊ ስለዚ ውልቃዊ ተሓድሶ ኣሎ ፋሚላዊ ተሓድሶ ኣሎ ናይ ቤተክርስትያን ተሓድሶ ኣሎ ናይ ሃገር ድማ ተሓድሶ ኣሎ ስለዚ ካብ ዝነኣሰ ናብ ዝዓበየ ግናኸ እንታይ ዝገብር ምሕዳስ ዝገብር ኣምላኽ እዩ ዘለና። ዘፍጥረት ምዕራፍ ሓደ ክንርኢ ከለና ናይ ፍጥረት ጅማሬ ኢና ንርእ። ራእይ መወዳእታ ክንከይድ ከለና ኸዓ እንሆ ንኹሉ እንታይ ይገብሮ ኣለኹ እሕድሶ ኣለኹ ዝበለ ጎይታ ኣሽንኳይዶ ኣነን ንስኻትኩምን ፍጥረት ኣምላኽ ኣጀንዳ ክብሪ ኣምላኽ ጼርና እንኸይድ ሰባት እቲ ሰብ ሰርሖ ብኣይን ብኣኻትኩምን ክስራሕ ዝኽእል ግኡዝ ነገራት እውን ከይተረፈ እንታይ የድልዮ እዩ? ተሓድሶ የድልዮ እዩ ማለት እዩ። ምናልባት መብዛሕትኹም ናይ መኪና ተጠቀምቲ እንተ ደኣ ኾንኩም ክንደይ ሳዕ ኣብ ዓመት እታ መኪናኹም ትሕደስ እንታይ ትገብሩ ኢኹም ትፈልጡ ኢኹም ማለት እዩ። ምስ ኵሉ ጸገማ ከይሐደስኩማ እንተ ደኣ ዀንኩም ግና፣ ኣብ ገዛእ ርእስኹምን ኣብ ካልእን ኪመጽእ ዚኽእል ሐደጋ ኣዝዩ እንታይ እዩ? ዕዙዝ እዩ ማለት እዩ። ስለዚ ካብኡ ብዝበለጸ ድማ ኣነን ንስኻትኩምን ከም መተዓይይቲ ኣምላኽ ንሓጺር ግዜ ኣብዛ ምድሪ እዚኣ ንዕዮ ኣምላኽ ዝመጻና ህዝብን መተዓይይትን ኣምላኽ ስለ ዝዀንና፣ ኣብ ዓመት መጸ ክላውድየ መይቢ ኣብ ዓመት ክልተ ሳዕ ይግበር ይኸውን ኣይፈለጥኩን ግና ኣነን ናተይን ናትኩምን ተሓድሶ ክብሪ ንኣምላኽና ይኹን ኣኣብ ጽባሕ ክኸውን ዘለዎ እንታይ እዩ ተሓድሶ እዩ የሱስ ክርስቶስ ጎይታ እዩ ናብቲ መልእኽተይ ናይ ሃጌ ሎሚ ካብ ሃጌ እየ ከካፍል ጽባሕ ድማ ካብ ኤፌሶን እየ ከካፍል ዝተሓሓዝ መልእኽቲ ስለ ዘሎ ሓደ ቓል ከንብብ እየ፣ ድሕሪኡ ደው ኢልና ድማ እቲ ዚቕጽል ክንሰምዖ ኢና፣ ከነንብቦ ኢና። እዝራ ምዕራፍ ሸሞንተ ከንብብ እየ፣ ክትሰምዑኒ ኢኹም። ክብሪ ንኣምላኽና ይኹን። እንታይ ይብል? እዝራ ነቶም ህዝቢ መጽሓፍ ሕጊ ከም ዘንብበሎም እዩ ዝብል። እቶም ህዝቢ ኩላቶም ከኣ ከም ሓደ ሰብ ኮይኖም ኣብ ቅድሚ ደገ ማይ ኣብ ዘላ ገፋሕ ቦታ ተኣከቡ። ንእዝራ እቲ ጸሓፊ ድማ፣ እቲ እግዚኣብሄር ንእስራኤል ዝኣዘዞ መጽሓፍ ሕጊ ሙሴ ኬምጽኣሎም ተዛረቦ። ብሳብዐይቲ ወርሒ ብቐዳመይቲ መዓልቲ ኸኣ እዝራ እቲ ኻህን ናብ ቅድሚ እቲ ማሕበር፣ ሰብኡትን ኣንስትን ኪሰምዑ ምስትውዓሎም፣ ምስትውዓል ዘለዎም ኵላቶምን ነቲ ሕጊ ኣምጽኦ። ካብ ዝበርህ ጀሚሩ ክሳዕ ፍርቂ መዓልቲ ኣብ ቅድሚ እታ ኣብ ቅድሚ ደገ ማይ ዘላ ገፋሕ ቦታ ኰይኑ፣ ኣብ ቅድሚ ሰብኡትን ኣንስትን ዘስተውዕሉ ከስተውዕሉ ዝኽእሉ ዅላቶምን ኰይኑ እንታይ ገበሮ? ኣንበቦ። ኣእዛን ኵሉ እቲ ህዝቢ ድማ ንመጽሓፍ ሕጊ ክሰምዕ ጽን ይብል ነበረ።

እዝራ ድማ ኣብ ልዕሊ ዅሉ እቲ ህዝቢ ዀይኑ ነበረ እሞ፣ ኣብ ቅድሚ ዅሉ እቲ ህዝቢ ነቲ መጽሓፍ እንታይ ገበሮ? ገንጸሎ። ምስ ገንጸሎ ኸኣ ኵሉ እቲ ህዝቢ ደው በለ። እዝራ ድማ ንእግዚኣብሄር ነቲ ዓብዪ ኣምላኽ ባረኾ። ኵሎም ህዝቢ ኸኣ ኣእዳዎም ኣልዒሎም ኣሜን! ኣሜን! ኢሎም መለሱሉ። ተጐንቢሶም ድማ ብገጾም ኣብ ምድሪ ተደፊኦም ንእግዚኣብሄር እንታይ ገበርሉ? ሰገድሉ እንዳ በለ እንታይ ይኸውን? ይቕጽል። የሱስ ክርስቶስ ጎይታ እዩ። ስለዚ ኣብዚ ክፍሊ እንሪኦ ምሕረት ክገብረልኩም እየ ደዋይ ከብለኩም እየ ግን ንክንደይ ሰዓት ዝኣክል ደው ኢሎም ኾን ነዚ ቃል እግዚኣብሔር ክሰምዑ ኦልሞስት ንሽዱሽተ ሰዓት ዝኣክል ነቲ ቃል እግዚኣብሔር እንታይ ኮይኖም እዮም ሰሚዖሞ ደው ኢሎም እዮም ሰሚዖሞ። ስለዚ ኣብ ማሕበር ኣምላኽ ንኽብሪ እግዚኣብሔር ደው ኢልና ክንሰምዖ ኢና ክበሃል ከሎ መሰረት ናይ ኩሉ ኣዕኑድ ዝኾነና ኣበይ እዩ ዘሎ? ኣብ ቃል እዩ ዘሎ ማለት እዩ። ነዚ ሕጂ ክዛረበሉ ደልየ ዘለኹ መንፈሳዊ ተሓድሶ ፎካስ እንገብረሉ ናይ መንፈስ ቅዱስ ቅብኣት ናይ መንፈስ ቅዱስ ኣሳርሓ ኮይኑ የሱስ ክርስቶስ ጎይታ እዩ ክብሪ ንእግዚኣብሄር ኣምላኽና ይኹን ግናኸ እቲ ናይ መንፈስ ሰይፊ ዝኾነ ቃል ኣምላኽ እዩ ኣብ ነፍሲ ወከፍና ኣምላኽ ዝደልዮ ቅብኣት ኣምላኽ ዝደልዮ ተሓድሶ ከምፅእ ዝኽእል የሱስ ክርስቶስ ጎይታ እዩ ስለዚ ሎምዓልቲ እቲ መንፈሳዊ ተሓድሶ ዝብል ካብ መጽሓፍ ሃጌ እየ ክዛረብ። መጽሓፍ ሃጌ ድሕሪ ኦብድያ እታ ክልተ ምዕራፍን ዝሓጸረ ትሕዝቶን ዘለዋ መጽሓፍ እያ። ኣብ ዘመናት ኩሉ ግና ኣብ ብሉይ ኪዳን ይኹን ኣብ ሓድሽ ኪዳን ድማ ናብቲ ኣነን ንዓኻትኩምን ዘድልየና ዓቢ ዝኾነ መንፈሳዊ ምልዕዓል ናይ ኣገልግሎት ተጽዕኖ ንምምጻእ ኣብ ንሕድሕድና ክህልወና ዘለዎ ኢንካረጅመንት ወይ ድማ ምትብባዕ ድማ ክብሪ ንኣምላኽና ይኹን። ልዑል ዝኾነ ትሕዝቶ ዝሓዘት እንታይ እያ? መጽሓፍ እያ። የሱስ ክርስቶስ ጎይታ እዩ። ክብሪ ንእግዚኣብሔር ኣምላኽና ይኹን። ስለዚ እ፣ እቲ ቀንዲ መልእኽቲ ኣብ ሃጌ ሓደ ሸሞንተ ናብ ኣኽራን ደይቡ ዕንጨቲ ከዓ እንታይ ይግበሩ ኣምፅኡ ነታ ቤት ድማ እንታይ ይግበርዋ ስርሕዋ ንሕና ኣብ ሓድሽ ኪዳን ስለ ዘለና መልእኽቲ ሃጌ እቲ ናይ መጨረሻ መቐደስ ንሱ ባዕሉ ክርስቶስ ኮይኑ ኣብ ብእምኒ ዝተሰርሐ ዘይኮነስ ኣባይን ኣባኻትኩምን ንኽሓድር ፍጻሜ ናይ ትንቢት ሃጌ ኮይኑ የሱስ ክርስቶስ ናይ ሓድሽ ኪዳን እንታይ እዩ ሊቀ ካህንና የሱስ ክርስቶስ ጎይታ እዩ። ክብሪ ንእግዚኣብሔር ኣምላኽና ይኹን። ኣገልግሎት ግን ዋጋ ከም ዘኽፍል፣ ኣገልግሎት ግን ኮሚትመንት ከም ዘድልዮ፣ ኣገልግሎት ግን ኣብዛ ሓፃር ግዜና ዝተዋህበ ዓቢ ኦፖርቹኒቲ ኣገልጋሊ ምዃን ዝዓበየ እንታይ እዩ? ክብሪ ኢየሱስ ክርስቶስ ጎይታ እዩ ምኽንያቱ ሰብ ንስትንፋስ ይመስል መዓልታቱ ኸኣ ልክዕ ከም ምምልላስ ጽላሎት እየን ኢልወን ከም ዘሎ ሙሴ ኣብ መዝሙር ቴስዓ ዓሰርተ ክልተ ክዛረብ ከሎ ጥበበኛ ልቢ ምእንቲ ክንረክብሲ መዓልታትና ክንቆጽር እንታይ ግበረና ኢሉ ስለዚ እቲ መስተውዓሊ ዝበሃል ጥበበኛ ልቢ ዘለዎ እዩ እቲ ጥበበኛ ልቢ ዘለዎ ኸ መዓልታቱ ኣዜኒ ከም ምምልላስ እንታይ ጽላሎት ሓንቲ መዓልቲ ኣብ ቅድሚ እግዚኣብሔር ክንዲ ሽሕ ዓመት እያ ኢልዋ ኣሎ ካልኣይ ጴጥሮስ ሰለስተ ካብ ሽዱሽተ ክዛረብ ከሎ ሽሕ መዓልቲ ከዓ ክንዲ እንታይ ክንዲ ሓንቲ መዓልቲ ምዃና እዚ ሓንቲ ነገር እዚኣ እንታይ ኣይትኾንኩም ኣይተሰወርኩም ስለዚ ማሳላ ብምፅጋዕ ትሽዓተ ሚእትን ስልሳን ትሽዓተን ዲ ገይሩ ሽሕ ዓመት ገይሩ እንተ ደኣ ኢልና ብዓይኒ እግዚኣብሔር ክትረአ ኮላ ክንደያ ሓንቲ መዓልቲ እያ ማለት እዩ። ስለዚ ኣነን ንስኻትኩምን ናብዛ ምድሪ ወይ ድማ ናብዛ ዓለም ንጉዳይ ክንደይ መፂና ኣለና ማለት እዩ? ንጉዳይ ሓንቲ መዓልቲ መፂና ኣለና ማለት እዩ። ነዛ ናይ ሓንቲ መዓልቲ ኣማፃፅኣና ግና ስጋዕ ክንደይ ልብና በዚ ናይ ጎይታ ነገር ተመሊኡን ተታሒዙን ነዚ ናይ ጎይታ ነገር ንፅዕተሉ ኣለና። የሱስ ክርስቶስ ጎይታ እዩ ወሳኒ ነገር እዩ ማለት እዩ ስለዚ ጎይታ ናብ ኽራን እንታይ ይግበሩ ደይቡ ዕንጨቲ ከዓ እንታይ ይግበሩ ኣምፅኡ ነታ ቤት ድማ እንታይ ይግበርዋ ስርሕዋ ቃል እግዚኣብሔር ኩሉ ሳዕ ከም ዝዛረበና ናይ ሰብ ግደ ኣሎ ናይ እግዚኣብሔር ድማ ግደ ኣሎ ስለዚ ናይቶም ሰባት ግደ እንታይ እዩ ነይሩ? ምናልባት ዓዲ ዝዓበና ናብኽራን ምድያብ፣ ዕንጨቲ ምቑራጽ፣ ቤት ምስራሕ ቀሊል ስራሕ ኣይኮነን። መንፈሳዊ ኣገልግሎት ብመንፈስ ብጸጋ ስለ ዝግበር ደኣ'ምበር ኮሚትመንት የድልዮ እዩ። ከምዚ ክጥዕመካ ጀምር ክኸፍኣካ ከኣ ሕድግ ዝበሃል ኣካይዳ ናይ መጽሓፍ ቅዱስ ኣይዛረብን። ስለዚ መጽሓፍ ሃጌ ናይ ምትብባዕ መጽሓፍ እያ ማለት ትግሁ ዕየዩ ስርሑ ኣነ ድማ ምስ መነ ምሳኻትኩም እየ የሱስ ክርስቶስ ጎይታ እዩ ኣነ ምስ መን እየ ምሳኹም እየ የሱስ ክርስቶስ ጎይታ እዩ ስለዚ እግዚኣብሔር ኣብ ሓድሽ ኪዳን ድማ ክሳዕ መወዳእታ ዓለም ምስ መን እየ ኢሉ ኣሎ ምሳኹም እየ ደኣ ኢሉ እምበር ክሳዕ መወዳእታ ዓለም ፈተና የብልኩምን ኣይበለን ስለዚ እ፣ ፈተናን ክርስትናን ከምዚ እናኻፈኻ ትኸዶ ነገር ዶ ክንብሎ? ውዑይ ጸባ ምስ ትፈትውዎ ሕምባሻ ክትበልዑ ከለኹም እንዳካፈኹሞ ኢኹም ትኸዱ ኣይኮነን ድዩ? ስለዚ ክርስትና ድማ ልክዕ ከምኡ ሓደ ፈተና ክትውድእ ከለኻ ሀ ካልእ ፈተና ኣሎ ካልእ ፈተና ክትውድእ ከለኻ ከዓ እንታይ ኣሎ ካልእ ፈተና ኣሎ ይዝከረኒ ኣብ ጋሕቴላይ መምሃራን ኮይና ናይ ክልተ ወርሒ ታዕሊምና ወዲእና ናብ ኣስመራ ክንምለስ ከለና ኣብ ከባቢ ኣስመራ ቅድሚ ምብጻሕና ገለ ኣኽራን ኣሎ ማለት ስለዚ መዓት ሳንጣታት ኢና ተሰኪምና ናብ ዓድና ንምለስ ስለ ዘለና እታ ጎቦ ወዲኤያ ምስ በልካ ካልእ ሓድሽ ጎቦ ትቕልቀል ማለት እዩ እታ ሓዳሽ ጎቦ ተወዲኣ ምስ በልካ ከዓ ካልእ ጎቦ ትቕልቀል ማለት እዩ ስለዚ ሰብ በብሓደ ተንሒዝዎን ዝነበረ እንዳደርበ እንዳደርበ እንዳደርበ እንዳደርበ ኣብ መወዳእታ ጥራሕ ኢዶ ናበይ ኣቲ ማለት እዩ ናብ ኣስመራ ኣትዩ ማለት እዩ። ኣነ ንስኻትኩምን ግና ጥራሕ ኢድና ናብ ሰማያት ከይንኣቱ ክርስትናን ፈተናን እንታይ እዩ? ክርስትናን ፈተናን እንታይ እዩ? መካይዲ እዩ። ስለዚ መጽሓፍ ሃጌ እዚ መልእኽቲ ናይ ምትብባዕ መልእኽቲ ዘለዋ ክትከውን ከላ ምናልባት ድሕረ ባይታ ክንርኢ ጽቡቕ ስለ ዝኾነ ናብ መጽሓፍ እዝራ እዩ ዝወስደን ኣብ መጽሓፍ እዝራ ምዕራፍ ሓደ እንተ ርኢኹሞ ክርስትና ክጅመር ብድርኺት ናይ መንፈስ ቅዱስ እዩ ዝጅምር፣ ክውድእ ድማ ብድርኺት ናይ መንፈስ ቅዱስ እዩ ዝውድእ። ስለዚ እግዚኣብሄር ካብ ምርኮ ካብ ባቢሎን ንእስራኤላውያን ናብ ምድሮም ክመልሶም ምስ ደለየ መጀመርያ ዝገበሮ ንመንፈስ ቂሮስ እንታይ ገበሮ እዩ ዝብለና? ደረኾ'ዩ ዝብለና። ባቢሎን ኣብ ሓሙሽተ ሚእትን ሰላሳን ትሽዓተን ወሪሩ ምስ ሓዛ፣ ኣብ ሓሙሽተ ሚእትን ሰላሳን ሸሞንተን ቅድሚ ልደተ ክርስቶስ ድማ ድሕሪ ሓደ ዓመት ናይቲ ግዝኣቱ፣ ክብሪ ንኣምላኽና ይኹን፣ በዚ ድርኺት እዚ ንእስራኤላውያን ካብቲ ዝነበርዎ ናይ ምርኮ ናይ ስደት ግዜ ናበይ ክምለሱ ናብ ዮርሳሌም ናብ ምድሮም ክምለሱ ፍቃድ እንታይ ኮይንዎም ተዋሂብዎም ማለት ስለዚ ወሪድኩም ጥቅሲ ሓሙሽተ እዝራ ምዕራፍ ሓደ እየ ዝዛረብ ዘለኹ እቶም ኣምላኽ መንፈሶም ዝደረኾም ሰባት ድማ እንታይ ኮኑ ይብለና ተላዐሉ ይብለና ስለዚ ንቂሮስ ክጅምር ብድርኺት ጀሚሩ ነቶም ንቤት ኣምላኽ ክሰርሑ ዘለዎም ድማ መንፈሶም ክለዓዓል ብድርኺት እዩ ኣምጺዎም በዚ መንገዲ እዚ ናብ ዓዶም ተመሊሶም እንታይ ክገብሩ ጀሚሮም ስጋብ ምዕራፍ ሰለስተ ጥቕሲ ሽዱሽተ ናይ እዝራ መስዋእቲ ደኣ ይገብሩ ነበሩ እምበር መሰረት ቤት እግዚኣብሔርስ እንታይ ኣይኮነትን ነይራ? ኣይተሰረተትን ነይራ ማለት እዩ። ካብ እዝራ ምዕራፍ ሰለስተ ጥቕሲ ሽዱሽተ ንዳሕር ዘሎ ግና መሰረት ቤተ መቕደስ እንታይ ኮይኑ ክብሪ ንኣምላኽና ይኹን ተሰሪቱ። ስለዚ እቶም ክብሪ ናይታ ቐዳመይቲ ቤት መቕደስ ዝረኣዩ ኣረገውቲ ሰባት ምስራት ናይታ ቤት መቕደስ ምስ ረኣዩ ዓው ኢሎም እንታይ ክኾኑ ጀመሩ ይብለና ክበኽዩ ጀመሩ። እቶም ካልኦት ድማ ክዕልሉ ክጨድሩ ከውክዑ ጀመሩ። ስለዚ ዋላ እኳ ናይ ምስጋና እንተኾነ ግን እቲ ድምፂ እንታይ ነይሩ? ዝተሓዋወሰ ድምፂ እዩ ነይሩ። እዝራ ምዕራፍ ሰለስተ መሰረት ቤት እግዚኣብሔር ክስረት ብምኽኣሉ ዓብዪ ወኻዕታ፣ ዓብዪ ዕልልታ፣ ዓብዪ ምስጋና ከምኡ ድማ ናይ ምድፍናቕ ድማ ዓብዪ ብኽያት ዝተገብረሉ ምዕራፍ እዩ ነይሩ ማለት እዩ። ስለዚ ምዕራፍ ሰለስተ እዝራ ናይ ምስጋና እንታይ እያ? ናይ ምስጋና እንታይ እያ? ምዕራፍ እንታይ ስለ ዝኾነ እታ መሰረት ቤት መቕደስ እንታይ ስለ ዝኾነት ስለ ዝተሰረተት ክብርና ኣምላኽና ይኹን። ከምቲ ዝበልክዎ ግን ናብ ቻፕተር ፎር ምስ ሰገርና ድማ ካብታ ምዕራፍ ሓደ ጀሚርና ጸላእቲ ኣይሁድን ብንያምን ቤት መቕደስ ምስራታ ምስ ሰምዑ ድማ ነቲ ዕዮ ንምቅዋም ተማኸርቲ ተሻይጦም እንታይ ክገብሩ ከለዉ ነቲ ስራሕ ክቃወምዎ ከለዉ ንርአ ማለት እዩ ስለዚ ካብ ዓብዪ ወኻዕታ ካብ ዓብዪ ምስጋና ቁሩብ ከየተንፈስካስ ናብ ምንታይ ናብ ውግእ ተሰጊሩ ማለት እዩ። ን ቂሮስ ብኸምዚ ክንሰርሓ እዩ ኣዚዙና ስለዚ ምሳና ኾንኩም ኣይትሰርሑን ኢኹም ምስ ተባህሎ ኣእዳው ሰብ ህዝቢ ይሁዳ እንታይ ገበሩ እዩ ዝብለና ኣድከሙ እዩ ዝብለን ኣፈራርህዎም እዩ ዝብል ማለት እዩ። ዘገርም እዩ ኣብቲ ምዕራፍ ሓሙሽተ ምዕራፍ ኣርባዕተ ጥቕሲ ሓሙሽተ እንተ ኼድኩም ብዘሎ ዘመን ንጉስ ቂሮስ ድማ እቲ ዕዮ ቤት እግዚኣብሔር ካብቲ ዝጀመረሉ ንኸይቅፅል እንታይ በለ እዩ ድብለና ደው በለ ይብለና ንኣስታት ዓሰርተ ሓሙሽተ ዓሰርተ ሽዱሽተ ዓመት ዝኣክል ብድርኺት ናይ ቂሮስ፣ ብድርኺት ናይቶም መንፈስ ኣምላኽ ዘለዓዓሎም እታ ዝፈረሰት ቤት መቕደስ ዳግማይ ናብ ምህናጽ መጺኣ ክነሳሲ እቲ መሰረት ምስ ተሰረተ ግን ኦልሞስት 15 16 የርስ ግን እንታይ ኮይኑ ደው ኢሉ ማለት እዩ። ኣሸንኳይዶ ቤት እግዚኣብሔር ኣሸንኳይዶ መቕደስ እግዚኣብሔርሲ ናይ ሓደ ሰብ ገዛ እኳ መሰረት ተሰሪታ ብዝተፈላለየ ፋይናንሻል ክራይሲስ ክትቅፅል እንተዘይክኢላስ መደንገፅ እያ ትኸውን ኣይኮነ እንዲ እዚኣስ መዓስ እያ ደኣ ክትስራሕ እዚኣስ መዓስ እያ ደኣ ክትውድእ እናተባህለ ሰብ እንታይ ክኸውን ከሎ ክድንግፅ ከሎ ኢና ንሪኦ ቤት መቕደስ ግን ናይ ሰብ ድንጋጽ ዘየድልዮ ናይ እግዚኣብሔር ቤት መቕደስ እዩ። እግዚኣብሔር ንመቕደሱ ዝሓለ ኣምላኽ እዩ። እቲ ቦታ እቲ ክብሪ ኣብ ቦትኡ ከሎ ግና ኢማጂን 15 16 ይርስ ግን ቤት እግዚኣብሔር እንታይ ከይኮነ እዩ ዝብል ዘሎ ካብቲ ዝተሰረተሉ ከይተሃንፀ እንታይ ክኸውን ከሎ ደው ክብል ከሎ ኢና ንርኢ። ስለዚ መልእኽተይ ካብዚ ዝጅምር እንታይ ዓይነት ተቓውሞ ይመጻና፣ እንታይ ዓይነት ፈተና ይመጻና፣ ስጋዕ ክንደይ ግን ብኮሚትመንት ንእግዚኣብሔር ተዳሊና ነገልግሎ ኣለና፣ ኣብዚ ኢና እቲ ዝተዓጠቕናዮ ነገር ንርእ ማለት እዩ። ቃል እግዚኣብሔር ኣብ ምሳሌ ክዛረብ ከሎ እቲ ብመዓልቲ መከራ ዝሕለልሲ ዓቕሙ እንታይ ኢልዎ ኣሎ? ሒደት ኢሉ። በቃ ሚዛንካስ ቀሊልካ እንተይኮንካ ተረኺብካ ተባሂልካስ በቃ በቲ ሚዛን ኢኻ ትሓልፍ ስለዚ እቲ መልእኽቲ ናይዚ ቃልዚ እንታይ እዩ መከራ ኩሉ ሳዕ ፈተና ኣብ ቅድሜኻ መካይዲ ናይ ምንታይ እዩ ናይ ክርስትና እዩ ንዝመጻካ መከራን ፈተናን ግን ስጋዕ ክንደይ ተዳሊኻ ስዒርካ ትወፅእ ግን እቲ መንፈሳዊ ዕጥቂ እዩ ማለት እዩ ካልኣይ ቆሮንጦስ ምዕራፍ ኣርባዕተ እንተ ደኣ ርኢኹማ እቲ ኣገልግሎት ናይ ምሕረት ውፅኢት ምዃኑ እዩ ዝዛረብ ብምሕረቱ ነዚ ኣገልግሎት እዚ እንታይ ዝገበረና እዩ ዝብል ዝፀዋዓና ክንፅዋዕ ከለና ናብ ኣገልግሎት እግዚኣብሔር ካባና ፅቡቕ ነገር ርእዩ ዘይኮነስ ናይ ምሕረቱ ውፅኢት ኮይና ኢና ነገልግሎ ዘለና ማለት እዩ ብምሕረቱ ዘጀመረ ኣምላኽ ግን ብምሕረቱ ድማ እዩ ዘወዳእካ ኣሜን ጳውሎስ እዚ ስትሮንግሆል እዚ ጽኑዕ ዕርዲ ንገዛእ ርእሱ ተረዲኡ ነታ ማሕበር ድማ በዚ ጸኒዓ ምእንቲ ክትከይድ ኣብ ጥቕሲ ሓደ እንተ ደኣ ርኢኹምሞ ተስፋ ይንቆርጽ ኢና ኢሉ ኣሎ ኣብ ጥቕሲ ሸሞንተ እንተ ደኣ ኣንቢብኩምሞ ተስፋ ይንቆርጽ ኢና ኢሉ ኣሎ ኣብ ጥቕሲ ዓሰርተ ሽዱሽተ እንተ ደኣ ኾንኩም ተስፋ ይንቆርጽ ኢና ኢሉ ኣሎ ጸላኢ መዓስ እዩ ኣባኻ ኣብ ቤተ ክርስቲያን ኣብ ምድሪ ኣብ ካልእ ዝዕወት እንተ ደኣ ኢልና ጊብ ኣብ ምስ ገበርካ ጥራይ ማለት ተስፋ ዘይትቖርጽ ሰብ እንተ ደኣ ዀንካ ግን፣ ክዛረብ ከሎ ኣብቲ ዓሰርተ ሽዱሽተ ን ዓሰርተ ሸውዓተ ናይ ካልኣይ ቈረንቶስ ምዕራፍ ኣርባዕተ እየ ዝዛረብ ዘለኹ፣ እቲ ዝረኣ ንግዜ እዩ ኢሉ። ምናልባት ዝረኣ ሕማም ክህልወካ ይኽእል ይኸውን፣ ምናልባት ዝረኣ ፋይናንሻል ክራይስ ክህሉ ይኽእል፣ ምናልባት ዝረኣ ዘይምስላጥ ክህሉ ይኽእል፣ ምናልባት ዝረኣ ካልእ ንስኻ እትጠቐሶ ነገር ክህሉ ይኽእል እዩ። ኣንታ ትረኣ ዘለኻ ንግዜ ኢኻ። ኣሜን። ምኽንያቱ እቲ ዘይረኤሲ ኣብቲ ዝረኤ እንታይ የምጽእ ክብሪ የምጽእ ምክንያቱ እቲ ማእለያ ዘይብሉ ምሉእ ረዚን ክብሪ ጳውሎስ እንታይ ይገብር ነይሩ ይርኢ ነይሩ ጳውሎስ ዝሓለፎ ፈተና ማንም ሰብ ሓሊፍዎ ክንብል ኣይንደፍርን ኢና ኣይኮነ እንዲ ግን ኮንቨርተር እዩ ነይሩ ጳውሎስ ማለት እዩ እቲ ሸዓ ዝሓልፍ ቀሊል እንታይ ሸዓ ዝሓልፍ ድዩ ነይሩ ቀሊል ዲኸ ነይሩ? ጳውሎስ ግና ስንፍና ዘውሪ ኣገልጋሊ ኣይነበረን ማለት እዩ። በቃ ነቲ ዝመጾ ፈተና ከመይ መኪቱ ይወጽእ እንታይ ዝገብር እዩ ነይሩ ዝፈልጥ እዩ ነይሩ። ስለዚ እቲ ሸዓ ዝሓልፍ ቀሊል ጸበባና ማእለያ ዘይብሉ ምሉእ ረዚን ክብሪ እንታይ ይገብረልና እዩ የዳልወልና። የሱስ ክርስቶስ ጎይታ እዩ። ከምቲ ዝበልኩኹም ንምምልላስ ጽላሎት ዝኾና መዓልትታት ኢና ዘለና ማለት እዩ። ኣብታ መዓስከር ሎሚ መዓልቲ ኣውዒልካና ኢልና ብምሕረቱ ተሰዊርና ተደጊፍና ኢና ናብዚ መጺና ዘለና የሱስ ክርስቶስ ጎይታ እዩ ስለዚ ትማሊ ሓሊፈ እያ ጽባሕ እውን ናይ ኣምላኽ እያ ሎሚ እያ ናትና የሱስ ክርስቶስ ጎይታ እዩ ስለዚ ክርስትና ኣብ ዕዕለቱ ዝንበር እንታይ እዩ ናብራ እንተ ደኣ ኮይኑ የሱስ ክርስቶስ ጎይታ እዩ፣ ነቲ ዝመጸካ ፈተና ድማ ስታክ ትገብረሉ ዘይኮነስ ንዕኡ ግብረ መልሲ እትህበሉ። ክብሪ ንኣምላኽና ይኹን። ነገራት ኣዳሊኻ ኢኻ እንታይ ትገብሮ ትገጥሞ ማለት እዩ። ስለዚ ናብ መልእኽቲ ሃጌ እንተ መጺና ኣብ ሓሙሽተ ሚእትን ዕስራን ቅድሚ ልደተ ክርስቶስ እዩ እግዚኣብሄር ብነቢዩ ሃጌ ገይሩ መልእኽቲ እንታይ ዝገብር ዘሎ ብሉይ ኪዳን እቶም ነቢያት እዮም ሰብራይ እቶም ነቢያት እዮም መልእኽቲ ዘምፁ ምሳሌ 29 18 ክዛረብ ከሎ ራእይ ዘይብሉ ህዝቢ እንተኾነስ እንታይ ይኸውን ኢልዎ ኣሎ ስዲ ይኸይድ ኢልዎ ኣሎ ስለዚ ናይ ምርኮ ግዜ ሰብዓ ዓመት ወዲኦም ተመሊሶም ኣብ ምድሮም ቤት መቕደስ ሃኒጾም ሰሪሖም እቲ ተቃውሞ ምስ መጾም ዓሰርተ ሓሙሽተ ዓመት ኩሎም እንታይ እዮም ኮይኖም ናብ ጉዳይ ኣባይቶም እዮም ዘንቢሎ ማለት እዩ። ኣባይቶም ኣብ ምስላም እዮም እንታይ ዝኾኑ ነይሮም ዝኸዱ ነይሮም ማለት እዩ። ናይ ገዛእ ርእሶም ትንቢት እዩ ነይርዎም። ቤት እግዚኣብሔር እትስራሓሉ ጊዜ ገና እንታይ ኣይኮነን ኣይበፅሐን ገና ዝብል እንታይ ነይሩ ራእይ ኣጥፊኦም ስለ ዝነበሩ ስዲ ከይዶም ስለ ዝነበሩ እቲ ራእይ ዝብሎ ኣብኡ እቲ ፕሮፌቲክ ሪቨሌሽን ወይ ድማ ቪዥን እዩ ምክንያቱ ኣብ ብሉይ ኪዳን ንሶም እዮም ቶም ሰብ ራእይ ንሶም እዮም ቶም በቲ ዝተዋሃብዎም መልእኽቲ ቃል ሒዞም ዝመፁ ማለት ስለዚ ነቢዩ ሃጌ ሒዝዎ ዝመፀ መልእኽቲ ድማ ቤት እግዚኣብሔር እትስርሓሉ ጊዜ መዓሲ ሕጂ እዩ የሱስ ክርስቶስ ጎይታ እዩ እዛ ቢዚ ትገብር መንፈስ ምንጫ ካበይ ካብቲ ገና ዝብል ኣተሓሳስባ እዩ ማለት ገና ዝብል ኣተሓሳስባ ኣባይን ኣባኻትኩምን ጥራይ ዘይኮነት ንሃዋርያት ከይተረፈት እንታይ ዝገበረት እያ ዝፈተነት እያ ማለት ኣብ ወንጌል ዮሃንስ ምዕራፍ 4 34 35 ኬድኩም ተዳሪኹሞ ብልዐይሲ ፍቓድቲ ዝለኣኸን ንምግባር ዕይኡውን ከኣ እንታይ ምዃን እዩ? ምፍጻም እዩ ኢሉ። My satisfaction እዩ ዝብሎ ኣብቲ እንግሊዝ። ናይ ጎይታና የሱስ ክርስቶስ ዕጋበቱሲ እንታይ እዩ እንተ ደኣ ኢልና ዕዮ ቤት ኣቦኡ እንታይ ምግባር እዩ? ምዕያይ። ነቲ ዝለኣኾ ኣጀንዳ እንታይ ምግባር እዩ? ምፍጻም። ቀጺሉ ኣብቲ ሰላሳን ሓሙሽተን ግን እንታይ ክብል ከሎ ኢና ንሪኦ? ንስኻትኩምዶ ቀውዒ ክሳዕ ዝመጽእ ገና ኣርባዕተ ወርሒ ተሪፍዎ ኣሎ ትብሉ ኣይኮንኩምን ኢሉ። ናይ ዓድና ቀውዒ ንዝክሮ ኢና ሓቀይ በብሰለስተ ወርሕን እዩ ዝኽፈል ሓቀይ። ስለዚ ገና ኣርባዕተ ወርሒ ተሪፍዎ ኣሎ እንተ ደኣ ይብሉ ኣለዉ ኮይኖምስ እቲ ዝባኸን እንታይ ኮይኑ ኣሎ ማለት እዩ? ባኺኑ ኣሎ። እቲ ዝባላሾ ከኣ እንታይ ኮይኑ ኣሎ? ተባላሹ ኣሎ። ነገር ምስ ተባላሸወ ድሕሪ ኣርባዕተ ወርዒ እንታይ ክኾኑ እየ ማለት እዩ? ግዜኡ ኢሎም ክመጹ እዮም። እዒንትኹም ቃሕ ኣብሉ እሞ ምድሪ ንዓጺድ ጸዓድያ ከም ዘላስ እንታይ ግበሩ ረኣዩ። ረኣዩ እምበኣር ብልብኹም መገድኹም እንታይ ግበሩ ሕሰቡ ኣስተውዕሉ ክብል ከሎ መንፈሳዊ ተሓድሶ ካብ ህሉ ኩነታትካ ምርኣይ ካብ ህሉ ኩነታትካ ምፍላጥ ዝግበር እንታይ እዩ ምምላስ እዩ ከመይ ኢና ዘለና ሕጂ ከመይ ኢኺ ዘለኺ ከመይ ኢኻ ዘለኻ ከመይ ኢና ዘለና ብዛዕባ ገዛእ ርእሰይ ከመይ ከም ዘለኹ እንተ ደኣ ዘይፈልጥ ኰይነ፣ ኵነታተይ ፈሊጠ ድማ እንታይ ክኸውን ኣይክእልን'የ? ክምለስ ኣይክእልን'የ። ስለዚ ናይ መንፈሳዊ ተሓድሶ እታ ቐዳመይቲ ስቴፕ፣ ጥቕሲ ሓሙሽተ ሃጌ ምዕራፍ ሓደ ጥቕሲ ሸውዓተ፣ ደጋጊሙ እግዚኣብሄር ሓንሳእን ክልተ ሳዕን ይዛረብ ሰብ ግና ኣየስተውዕልን ዝብሎ፣ ደጋጊሙ ብልብኹም መንገድኹም እንታይ ግበሩ? ሕሰቡ፣ ናብቲ ኣምላኽ ዝርእኦ ዘሎ ምርኣይ፣ ናብቲ ኣምላኽ ዝርእኦ ዘሎ ጠመተ፣ ናብቲ ኣምላኽ ከመሓላልፎ ተደልዩ ዘሎ መልእኽቲ ከይመጻኻ ምስ ኣምላኽ ተሰማሚዕካ ክትዓዪ ኩሉ ሳዕ ዝዛረበላ ራእይ ዶክተር ተኽለኣብ ዝጸሓፋ መጽሓፍ ራእይ ትብል ኣላ። ሰለስተ መልእኽቲ እዩ ዘለዋ። ራእይ ማለት መጀመርያ ንእግዚኣብሄር እንታይ ምርኣይ እዩ ዝብሎ። ካልኣይ ራእይ ማለት ድማ ነቲ እግዚኣብሄር ዝርእዮ ዘሎ ምርኣይ እዩ ዝብሎ። እታ ድመሃረላ ኩሉ ሰዓነ ግና እንታይ እያ መበል ሳልሰይቲ እተን ክልተ ቀለልቲ እኳ እንተዘይኮና ግን መስርሔ ናብቲ ኣውራ ነገር ማለት እዩ። ራእይ ማለት ንእግዚኣብሔር ምርኣይ እዩ። ራእይ ማለት ነቲ እግዚኣብሔር ዝሪኦ ዘሎ ምርኣይ እዩ። እዚ ግን መወዳእታ ኣይኮነን። እታ መወዳእታ ከምቲ እግዚኣብሔር ዝሪኦ ዘሎ ጌርካ ምርኣይ ማለት እዩ። የሱስ ክርስቶስ ጎይታ እዩ። ስለዚ ብልብኹም መንገድኹም ሕሰቡ ክብሎም ከሎ ክመልሶም እዩ ዝደልዮ ዘሎ እቲ እሱ ዝሪኦ እ፣ ከርእዮም እዩ ዝደልዮ ዘሎ እቲ ኣብቲ ቤት ክመጽእ ዘለዎ ክብሪ ክብሪ ንኣምላኽና ይኹን ከርእዮም እዩ ዝደሊ ዘሎ። ስለዚ መንፈሳዊ ተሓድሶ ካብ ምንታይ ይጅምር እብል ኣለኹ? ካብ ህሉ ክነታትካ ብምፍላጥ እንታይ ምዃን ምምላስ ማለት እዩ። ብዛዕባ የሩሳሌም ኣብ ብሉይ ኪዳን እንተ ርኢኹም ብዙሓት ክንጠቅስ ንኽእል ኢና። ብዙሓት ኣብ ደጉዓ ኤርምያስ ሓሙሽተ ዕስራን ሓደን ኤርምያስ ክድጉዕ ከሎ ወኣምላኽ ምለሰና ንሕናውን እንታይ ንኸውን ንምለስ ንመዓልታትና ከምቲ ናይ ቀደም እንታይ ግበሮ ሓድሶ ስለዚ ኤርምያስ ኣብ ደግዑ እንታይ ዝርኢ ዘሎ እስራኤል ዮርሳሌም እቲ ዝነበራ ሰላም እቲ ዝነበራ ሃብቲ እቲ ዝነበራ ክብሪ ጠፊኡ ሲ ከም ሃገር ኣብ ቃንዛ እያ ትነብር ዘላ ማለት እዩ ስለዚ ወኣምላኽ እንታይ ይግበረና? ምለሰና። ንሕና ድማ እንታይ ንኸውን? ንምለስ፣ ንመዓልታትና ከምቲ ናይ ቀደም እንታይ ይግበሮ? ሓድሶ። ኣሜን። ዳዊት ኣብ መዝሙር 122 እንተ ኣሪኽሞ ካብ ሽዱሽተ ስጋዕ ትሽዓተ እውን ከምኡ ንዮርሳሌም ሰላም ለምኑላ ክብል ከሎ ኣደራሻታ፣ መካበብያታ፣ ኩሉ ልክዕ ከምዚ ናይ ሃጌ እንታይ እንታይ ከም ዝኾነ፣ ከም ዝዓነወ፣ ከም ዝበረሰ፣ ከም ዝተበላሸወ እናረኣየ፣ ንዓይን ንዓኻትኩምን ድርብ ሓላፍነት ብዘለዎ ምምላድ ክማልድ ከሎ ኢና። ስጋዕ ክንደይ ሎሚ ህሉው ኩነታት ናይ ምድርና ርኢና፣ ስለ ሰላም፣ ስለ በረኸት፣ ስለቲ ዝነበረ ምብራስ እንዳረኣና ነማልድ፣ ንህሉ ንገዛእ ርእስና ንሕተት ማለት እዩ። ዳዊት ግን ስለ ገዛእ ርእሱ ኣይኮነን ስለ ዮርሳሌም እዩ ዘማልድ ነይሩ። ኣብ መካበብያኺ ሰላም ኣብ ኣዳራሻትኪ ድማ ልምዓት ቅሳነት ይኹን እናበለ ቅድም ስለ ኣሕዋተይን ብጾተይን ኢለ ይብል ማለት ክንደይ ስድራና እዮም ኣብ ምድርና ዘለዎ ናባና እንተ ደኣ መጺና ድሕሪኡ ከዓ ስለ ቤት እግዚኣብሔር ኣምላኽና ኢለ ከም መንፈሳውያን ከም ኣመንቲ ዘለና ድማ ድርብ ሓላፍነት ሰላምኪ ሰናይኪ እንታይ ይገብር ኣለኹ እደሊ እምነ ኣለኹ እንዳበለ ክዛረብ ከሎ ኢና ንሪኦ ማለት እዩ የሱስ ክርስቶስ ጎይታ እዩ ስለዚ ቀዳማይ መልእኽቲ ዝዛረቦ ዘለኹ ተሓድሶ ካብ ምንታይ ይጅምር ካብ ህልው ኩነታትካ ም- ብምፍላጥ ሀ ናብቲ ኣምላኽ ዝደልዮ ዘሎ ትራክ፣ ናብቲ ኣምላኽ ዝደልዮ ዘሎ ሓቀኛ መስመር እንታይ ክትከውን ምኽኣል? ክትምለስ ምኽኣል እዩ። የሱስ ክርስቶስ ጎይታ እዩ። ስለዚ ቀጺልና እንተ ደኣ ርኢና እንታየን እተን ስቴፕስ እተን ሰለስተ ሪሳይክል ዝገብራ ኣባይን ኣባኻትኩምን ከዓ ኩሉ ሳዕ ኣብ ዑደት ክመላለሳ ዘለዋ ናይ ተሓድሶ መስርሕ እንተ ደኣ ኢልና መጀመርያ ምስማዕ እዩ። ካልኣይ ምንቃሕ እዩ፣ ሳልሳይ ድማ ምስራሕ እዩ። የሱስ ክርስቶስ ጎይታ እዩ። ስለዚ ኣብቲ መጀመርያ ሃጌ ሓደ ዓሰርተ ክልተ እንተ ደኣ ርኢኹሞ ግዜ እግዚኣብሄር ኣይበጽሐን ዝብሉ ዝነበሩ ነቲ ብነቢ ሃጌ ዝመጸ መልእኽቲ ከም ዘለዎ እንታይ ክገብርዎ ከለዉ ክሰምዕዎ ከለዉ ኣሜን ንእግዚኣብሔርን ነቲ መልእኽቲ ናይ ሃጌን ክቕበልዎ ምስማዕ ማለት ምስማዕ ጥራይ ኣይኮነን፣ ነቲ ዝሰማዕካዮ ብምልኣት እንታይ ምግባር እዩ? ወሲድካ ምእዛዝ። ብልብኹም መንገድኹም ሕሰቡ ክብሎም ከሎ ይእዝዞም እዩ ዘሎ፣ ነዚ ትእዛዝ ድማ ከም ዘለዎ ተቐቢሎም እንታይ ክገብርዎ ክኢሎም? ክሰምዕዎ ክኢሎም። ክብሪ ንኣምላኽና ይኹን። እዛ ምስማዕ እዚኣ ምስ መጸት ቀጺሉ ጎይታ ዝገበሮ ነገር እንተሎ ንመንፈስ ዘሩባቤል ንመንፈስ እያሱ ንመንፈስ ብዘሎ እቲ ህዝቢ ድማ እንታይ ይገበሮ ኣንቅሖ ክብሪ ንኣምላኽና ይኹን እቲ ኣውራ ኣብቲ መንፈሳዊ ተሓድሶ ናይ መንፈስ ቅዱስ ስራሕ እዩ ኣሜን ክብሪ ንእግዚኣብሔር ኣምላኽና ይኹን እዞም ሰለስተ ሃይራርክስ መጀመርያ ንመንፈስ ዘሩባቤል እዩ ዝብል ዘሎ ዘሩባቤል ኣብቲ ግዜ እቲ ካብ ምርኮ ምስ ተመለሱ እውን ቀልጢፎም መንግስቲ እንታይ የገበሩን ኣይመስረቱን መንግስቲ እንተ ዝምስረት ነይሩ ከም ንጉስ ዳዊት ዘሩባቤል ናይ ፖለቲካዊ ምሕደራ ሓላፍነት ክወስድ ዝኽእል ሰብ እዩ ማለት ነቲ ቤት ከስተናብር ዝኽእል ሰብ እዩ ዘሩባቤል። እዚ ከምዚ ዓይነት ሓላፍነት ዝተውሃቦ ሰብ ግና ኣብዚ ዓሰርተ ሓሙሽተ ዓመት በቃ ቁልፉ ስለ ዝፈተሐ እቲ ፈተና እንታይ ስለ ዝገበሮ ስለ ዝበድሆ ግና ተራ ሰብ ኮይኑ እንታይ ክኾን ጀሚሩ ክመላለስ ጀሚሩ ማለት እዩ። ኢያሱ እንተ ደኣ ኬድኩም ድማ ከም ሊቀ ካህን ድማ ልክዕ ኣብቲ ሚልክያስ ክልተ ሸውዓተ ቅኑዕ ትምህርቲ ምምሃር ግደ ካህናት እዩ ከም ዝብሎ ነቶም ካህናትን ሌዋውያንን ኣኪቡ ሕጊ ሙሴ ንኽምህር መንፈሳዊ ሓላፍነት ዘለዎ ሰብ እዩ። ኣብ ቅድምት መልኣኽ ክንሪኦ ከልና ግን እዚ እያሱ ዝብሃል ን ን ን ንሃገር ንቤተክርስትያን ክኸውን ዝኽእል መንፈሳዊ ሓላፍነት ንገዛእ ርእሱ እኳ ክዋጻእ ብዘይምኽኣሉ ረሳሕ ክዳን ተኸዲኑ ካብ ቅድስና ጎዲሉ እንታይ ክኾን ከሎ ክቕላዕ ከሎ ኢና ንሪኦ ማለት እዩ። ስለዚ ንመንፈሳዊ ተሓድሶ ሓደ ካብቲ ኣውራ ነገሩ ሃጌ ክልተ ካብ ዓሰርተ ሓደ ስጋብ ዓሰርተ ሽዱሽተ ዝዛረቦ ተቐደሱለይ ማለት እዩ። ከም መንፈሳዊ መራሒ ክቕደስ ብዘይምኽኣሉ እቶም ህዝቡ ናይ ርኽሰቶም ናይ ዘይምቕዳሶም ነገር እግዚኣብሄር ባዕሉ እንታይ ክገብሮም ከሎ ክወቕሶም ከሎ ኢና ንርኢ። ስለዚ ቅድስና መንፈስ ቅዱስ እኮ ከም ሽሙ ቅዱስ እዩ ስለዚ ቅድስና እንተ ዘየለ ሀ መንፈሳዊ ፍረ መንፈሳዊ እንታይ ዕቤት ድበሃል የለን ማለት እዩ ኣብ ዝሓለፈ ሰሙን ሓንቲ ሓብቲ ክፅሊ ከላ ከምኡ ሰሚዕያ ጨና ኣዳም ንምዕባይ ንምትካል ትፈቱ ሰብ እያ እንተፈተነት እንተፈተነት ግን እ፣ ፍጹም ክብቆለላ ኣይከኣለን ማለት እዩ ካልእ ሰብ ከኣ ጽቡቅ ጌሩ እንታይ ዝገብር እዩ በቃ ዘዕቢ እዩ ጨና ኣዳም ማለት እዩ እወ ኣነስ ብዙሕ ሳዕ ፈቲነስ ከምዚ ክኸውነኒ ኣይከኣለን ኢላ ምስ ሓተተቶ እቲ ሚስጥር እንታይ ነጊርዋ ጨና ኣዳም ጽሬት እዩ ዝደሊ ማለት እዩ ዝኾነ ኣብ ኢድ ረሳሓት ዘይትን ካልእ ነገርን እንተሎ ፍጹም እንታይ ክኸውን ኣይክእልኒ ክበቆል ኣይክእልንዩ ማለት እዩ ስለዚ እታ ሚስጥር ምስ ነገራ እታ ፈውሲ መፅያ ማለት እዩ ስለዚ ኣባይን ኣባኻትኩምን መንፈሳዊ ተሐድሶ ክመፅእ ሓደ ካብቲ ኣውራ ክብርና ኣምላኽና ይኹን ክንተግሃሉ ዘለና ስጋዕ ክንደይ ነቲ ናይ ቅድስና ነገር እንታይ ንኾነሉ እዩ ንተግሃሉ እዩ እያሱ ግና ካብዚ መስርሕ ቅድስና እዚ እንታይ ኮይኑ ነይሩ ወፂኡ ነይሩ ማለት እዩ ሳልሳይ ናብቶም ህዝቢ እንተደኣ መጺና ድማ መጀመርያ እቲ ኣውራ ሽግር ኣብቲ መሪሕነት እዩ፣ ኣብቶም መንፈሳዊ መራሕትን ኣብቶም ፖለቲካዊ መራሕትን። ስለዚ ኣብ ሊደርሺፕ እቲ ክኸውን ዝግበኦ ምንቕቓሕ እንተዘየሎ እቲ ህዝቢ ኩሉ ሳዕ እንታይ እዩ ዝኸውን? በቃ ስዲ እዩ ዝኸውን ማለት እዩ። ህዝቅኤል ምዕራፍ ሰላሳን ሸውዓተን ኬድኩም እንተ ደኣ ርኢኹሞም እዞም ህዝቢ እዚኦም ከም ምንታይ ተጠቒሶም ኣለዉ ከም ንቑጻት ዓጻጸምቲ ተስፋና ተቐብጸ ነቐጽና ጠፋዕና ዝብሉ እንታይ እዮም ነይሮም ስለዚ ካብ ምርኮ ሒዝካ ክምለሱ ከለዉ ልክዕ ከም ኣብ ሓደ ሬሳ ዝርከብ እንታይ ዝነቐጸ ዓጻጽምቲ ከምዚ ዓይነት መስመይ ዘለዎም ህዝቢ እዮም ነይሮም። ስለዚ ክዛረብ ከሎ እንታይ ኢልዎም? ንህዝቄ ክዛረቦ ከሎ እንታይ ኢልዎ? እዞም ንቑጻት ዓጻጽምትስ ህያው ዝኾኑ ዶ ይመስለካ ኢሉ። ስለዚ ኣቱም ንቑጻት ዓጻጽምቲ ቃል እግዚኣብሄር ስምዑ ኢልካ እንታይ ግበረሎም? ተነበየሎም። ኣሜን። ክብሪ ንእግዚኣብሄር ኣምላኽና ይኹን። ስለዚ ዕብራውያን ኣርባዕተ ዓሰርተ ክልተ እቲ ዝተዋህበና ቃል ዝሰርሕ ቃል እዩ። ኣሜን። እቲ ዝተዋህበና ቃል ኣብ እንግሊዘኛ ሊቪንግ ኤንድ ኣክቲቭ ፓወርፉል ኪክ ኤንድ ፓወርፉል ብሎ ኣብቲ ኖርማል ሞባይልና ዘሎ ኣይኮነን ድዩ? ሊቪንግ ኤንድ ኣክቲቭ ኪክ ኤንድ ፓወርፉል እንተ ደኣ ኢሉሲ እቲ ቃል ክለኣኽ ከሎሲ ብሓይሊ ብፍጥነት ብቕልጽበት ክብሪ ንኣምላኽና ይኹን ኣብቲ ዘድልዮ ነገር ኣትዩ እንታይ ዝገብር ተኣምራታዊ ዝኾነ ፈውስን ለውጥን ዘምጽእ ቃል እዩ ማለት እዩ ስለዚ እቶም ንቑፃት ዓፃፅምቲ እንታይ ክኾኑ ፍኒሕኒሕ ክብሉ ብካልእ ኣዘራርባ ተሓድሶ ወይ ድማ ሪቫይቫል ማለት ዝሞተ ነገር እንታይ ክኸውን ከሎ እዩ ህያው ክኸውን ከሎ እዩ ሎሚ እውን ብሽም የሱስ ክርስቶስ ዝሞተና ነገር ህያው ክኸውን ፍኒሕኒሕ ምባል ዝሰኣነ ብሽም የሱስ ክርስቶስ ካብ ናይ ቃሉ ክብሪ ዝተላዕለ ክንቀሳቐስ ምኽንያቱ ኢዮብ እኳ እቲ ተበጃውየይስ እንታይ ኢሉ ኣሎ? ህያው ኢሉ ኣሎ ኣይኮነን ድዩ? ህያውነት ናይቲ ቃል ካብቲ ህያው ዝኾነ ክርስቶስ እዩ ዝጅምር። እንተ ደኣ ርኢናዮ ኣብ ወንጌል ዮሃንስ 27 ኬድኩም ክትርእዩ ከለኹም ድሕሪ ሳልስቲ ከም ዝትንስእሲ ፅንፅንታን ወረን ነይርዎም እዩ። በዓል ፈሪሳውያን ኣይኮነን ድዩ? ስለዚ ሒዝናዮ ምስ በሉሲ ሓደ ነገር ዘኪሮም ኣብኡ እዚ መስሓትሲ ድሕሪ ሳልስቲ እውን ክትስእ ይኽእል እዩ ዝበሃል ዘረባ ኣሎ እሞ ኢሎም ንጲላጦስ እንታይ ክገብርዎ ከለዉ ሰለስተ መዓልቲ ጽኑዕ ሓለዋ ክግበረሉ እንታይ ክገብር ክእዝዝ ከሎ ኢና ንርእዮ ማለት እዩ። ምናልባት ኣብቲ መቓብር ሃዋርያት መጺኦም እንታይ ከይገብርዎ ከይሰርቅዎ እሞ እንታይ ኮይኑ ከይበሃል ተንስኡ ከይበሃል ስለዚ እንታይ እዮም ኢሎም እቲ መትሓዚ እቲ መስሓቲ ሲ ካብቲ ቀዳማይ እዩ ሲ ዳሕራይ እዩ ዝገደደ ከይከውን እያ ትብል ቃል ማለት ወንጌል ዮሃንስ ምዕራፍ 27 ከድኩም ትረኽቦ እዮ ስለዚ እቲ ቀዳማይ ስሕተት ከይኣክልሲ ዳሕራይ እዩ ከኣ ዝገደደ። ስለዚ ጸላእስ ብዛዕባ ገዛእ ርእሱ እቲ ዳሕራይ እዩ ዝገደደ ከም ዝኸውንሲ ብገዛእ ርእሱ እንታይ ኮይኑ ነይሩ ማለት እዩ? ተነቢ ነይሩ ማለት እዩ። ከምታ ዝበለዋ ክርስቶስ ከኣ በሎ ኪሉ እንታይ ኮይኑ ተንስኡ በቃ ናብቲ ከተማ ከይዶም እምቧእ እታ ዝተባህለት ደኣ ኮይና እንዶ እሞ እንታይ ንግበር እ ከምታ ዝበልዋ እ ዝወፃእ ወርቂ ዝዋፃእ ገንዘብ ኣዋፂኦም በቃ እቶም እ፣ ደቀ መዛሙርት እንታይ ገይሮሞ ሰሪቆሞ ኢልኩም እንታይ ግበሩ ኣውሬ ማለት እዩ ስለዚ ኣብ ቅድሚ በዓል ኣ- ኣግሪባ እ፣ ሃዋርያ ጳውሎስ ክፍተን ከሎ እ፣ እንታይ እቲ ጉዳይ እዩ ተባሂሉ ክረአ ከሎ በቃ እቲ ዝሞተ የሱስ ጳውሎስ ግና እንታይ እዩ ዝብሎ ህያው እዩ ዝብሎ የሱስ ክርስቶስ ጎይታ እዩ ስለዚ ንዓይ ንዓኻትኩምን እንታይ ዝኾነ ህያው ዝኾነ የሱስ ኣሜን ተበጃዊኻ ህያው እዩ የሱስ ክርስቶስ ጎይታ እዩ ስለዚ እቲ ቃል ዝሰርሕ ዝዓይ ቃል እዩ ክንብል ከለና ሓይሊ ሞት ስዒሩ ሰንሰ ቃል እዩ ኣባይና ባኻትኩምን ዝዓይ ቃል እዩ ንዝሞተ ህያው ዝገብር ቃል እዩ የሱስ ክርስቶስ ጎይታ እዩ። እቲ ናይ ትማሊ የሱስ ሎሚ እውን እንታይ እዩ? ህያው እዩ። ኣሜን። ስለዚ ዝዓይ ዝልውጥ ዝሰርሕ ቃል እዩ ንዓይ ንዓኻትኩምን እንታይ ኮይንና ተዋሂቡና። ስለዚ ነቶም ዝነቐጹ ዓጻጽምቲ ተባሂሎም ዘለዉ ደቂ እስራኤል ናብ ተሓድሶ ናብ ፍኒሕኒሕ ምባል ናብ ፈውሲ ክመጽኡ ብቓሉ ዝሓለፈ መንፈሳዊ እንታይ እዩ ዘድልዮም ዘይቲ እዩ ዘድልዮም የሱስ ክርስቶስ ጎይታ እዩ ስለዚ እንታይ ዓይነት ውድቀት ሓሊፎም እግዚኣብሄር ኣየገድሶን እዩ እንታይ ዓይነት ውድቀት ሓሊፍና እግዚኣብሄር ኣየገድሶን ናይ እግዚኣብሄር ኣሰራርሓ ኣጆኻ እናበለ እናበራትዐ ሕጂ እውን ተመሊስካ ክብሪ ንኣምላኽና ይኹን ናብቲ ክቡር ዕዮ ክትኣቱ እዩ ናይ እግዚኣብሄር ኣጀንዳ ኣሜን በዓል ዘሩባቤል በዓል እያሱ እቲ ባይቶኦም ከምዚ ዝበልኮይ ኣብ ዘካርያስ ምዕራፍ ኣርባዕተ ኬድኩም እንተ ደኣ ርኢኹሞ ግና ኣቲ ዓቢ ከረን ሀ መን ኢኻ ኣብ ቅድሚ ዘሩባቤል እንታይ ክትከውን ኢኻ እቲ ክንዲ እምባ ዝተገተረ ዓበይቲ መዐንቀፊሲ ኣብ ቅድሜኻ ከም ዘይነበረ ክኸውን እዩ ኣሜን ስለዚ እቶም ዓበይቲ እምባታት ዝለዓሉ ብምንታይ እዮም ብናይ መንፈስ ቅዱስ ሓይሊ እዮም ኣሜን የሱስ ክርስቶስ ጎይታ እዩ ኣብ ሓዲስ ኪዳን ድማ ንዓይ ንዓኻትኩም ዝተዋሃበ እንታይ ኣሎ መንፈስ ኣሎ ኣሜን ዘካርያስ 4 14 መወዳእታ ኣብቲ ምዕራፍ ጌርኩም ተደኣሪኹሞ ዘሩባቤልን እያሱን ክልቲኦም ደቂ እንታይ ተባሂሎም ኣለዉ? ደቂ ዘይቲ ተባሂሎም ኣለዉ። የሱስ ክርስቶስ ጎይታ እዩ። ኣብ ሓዲስ ኪዳን ድማ ኩላትና መንፈስ ቅዱስ ዝተቐበልና ሰባት ስለ ዝኾና ደቂ እንታይ ኢና? ደቂ እንታይ ኢና? ደቂ ዘይቲ ኢና። ኣሜን። መንፈሳዊ ተሓድሶ ጅማሪኡ ብዘይቲ እዩ። ኣሜን። መንፈሳዊ ተሓድሶ ፍጻሜኡ ድማ ብምንታይ እዩ? ብዘይቲ እዩ። ኣሜን። መዝሙር ዳዊት ሓምሳን ክልተን ሸሞንተን እንታይ እዩ ዝብል? ከምታ ኣብ ቤት እግዚኣብሔር እትዓቢ ልምዕቲ ኣውሊ እንታይ ኢሉ ኣሎ ዘይቲ እየ የሱስ ክርስቶስ ጎይታ እዩ ክብሪ ንኣምላኽና ይኹን የሱስ ክርስቶስ ጎይታ እዩ ስለዚ እቲ ዘይቲ ንዓይን ንዓኻትኩምን ዘጀምር እዩ ከምኡ እንታይ ዝገብር እዩ ዘፈፅም እቶም ሓሙሽተ ለባማት ደናግል እንተ ርኢናየን ንዓኽን ዝኣክል ዘይቲ የብልናን ክብላ ከለዋ ኣብቲ ግዜ እቲ ዝነበረ ቀንዴል ኤቭሪ ፊፍቲን ሚኒት ኣብ ዓሰርተ ሓሙሽተ ደቂቕ የሱስ ክርስቶስ ጎይታ እዩ ዝምላእ እንታይ ነይሩ ቀንዴል ነይሩ ማለት እዩ ንዓናን ንዓኻትክንን እንተ ዘይኣኸለኸ ክብላ ከለዋ ሕሰብዎ ዓብ ቀንዴል ኣኣብ ዓሰርተ ሓሙሽተ ደቒቕ እንታይ ዚኸውን ዘይቲ ዘድልዮ ቀንዴል እዩ ነይሩ ማለት እዩ። እሞ እቲ ቀንዴል እቲ ኣኣብ ዓሰርተ ሓሙሽተ ደቒቕ ኪምላእ እንተ ደኣ ኣድልይዎ፣ መንፈሳዊ ተሓድሶ ኣባይን ኣባኻትኩምን ከኣ ኣብ ጸጽባሕ እንታይ ኪኸውን ዘለዎ እዩ? ኣብ ጸጽባሕ። የሱስ ክርስቶስ ጐይታ እዩ። ዓመት ተጸቢኻ ኣይኮነን መንፈሳዊ ተሓድሶ ኮንፈረንስ ተጸቢኻ ኣይኮነን መንፈሳዊ ተሓድሶ በቃ እታ እታ ኪ ዝኾነት ፓወር ኣበያ ዘላ ኣብቲ ነኒ ዕለት ክብሪ ንኣምላኽና ይኹን ዝኸውን እንታይ እዩ ምሕዳስ እዩ ተሓድሶ እዩ የሱስ ክርስቶስ ጎይታ እዩ ስለዚ እዚ ከምዚ ዝበለ ዘይቲ ምስ መፀ ድሕሪ ምንቃሕ ሳልሳይ ዝመፀ ድማ እንታይ ምስራሕ እዩ ኣሜን ኣብ ምዕራፍ ሓደ ጥቕሲ ሓደ እቲ መልእኽቲ ኣብ መበል ካልኣይ ዓመቱ ምስ መጸ የሱስ ክርስቶስ ጎይታ እዩ። ካብቲ መልእኽቲ ዝተዋሃብሉ ድሕሪ ዕስራን ሰለስተን መዓልቲ ድማ ነታ ቤት እግዚኣብሔር ኣምላኾም እንታ ክገብርዋ ጀመሩ ክሰርሕዋ ጀመሩ። ኣሜን። ኣክቲቭ ዝኾነ ግብረ መልሲ ክህቡ ከለዉ ኢና ንርኢ። ናይ ምንታይ? ናይ መንፈስ ቅዱስ። እንታይ እዚ ውጽኢት? በቃ ጎይታ ባዕሉ ብመንፈሱ ንቤቱ ከዓ ዝተግህ ጎይታ ስለ ዝኾነ ክብሪ ንኣምላኽና ይኹን። እዚ ቅብእ እዝን እዚ ተሓድሶን ሒዙ ስለ ዝመጾ ኣዋርሕ ኣይቆጸሩን። ወርሒ ዘይመልእ ዕስራን ሰለስተን መዓልቲ ነቲ መልእኽቲ ተቐቢሎም ነታ ቤት እግዚኣብሔር ንምስራሕ እንታይ ክኾኑ ከለዉ? ክኸዱ ከለዉ ኢና ንርኢ። ምናልባት ብመንፈስ ድርኺት ቂሮስ ዝጀመረ ዕዮ ዳርዮስ ምስ መጸ እውን እቲ ተቃውሞ ኣይነበረን ኣይኮን ተቃውሞ ነይሩ እዩ። ኦኬ ኣካይድኦም ጅማሪኦም ከመይ ነይሩ ተባሂሉ እቲ ቤት መዝገብ ቂሮስ እንታይ ኣዋጅ ኣሕሊፉ ተባሂሉ ተገንጺሉ ተራእዩ ልክዕ ከም ቂሮስ ድማ ንጉስ ዳርዮስ ተደሪኹ ኣብ ገዛ ከድኩም ኣንብቡ እዝራ ምዕራፍ ሽዱሽተ በቃ ነቲ ዕዮ ቤት እግዚኣብሔር ክተግህሉ ክቕጽልዎ ከም ዘለዎም እንታይ ክገብሩ ከሎ ትእዛዙ ከመሓላልፍ ከሎ ንሪኦ ኣብ እዝራ ሽዱሽተ ዓሰርተ ሓሙሽተ ኣብ መበል ሻዱሻይ ዓመት ንጉስ ዳርዮስ ኣብ ወርሒ ኣዳር መበል ሳልሳይ መዓልቲ እቲ ዕዮ ቤት እግዚኣብሔር እንታይ ኮነ ይብለና ተፈጸመ የሱስ ክርስቶስ ጎይታ እዩ ስለዚ ኦል ኢን ኦል ኣብቲ ጅማሬ እውን ኪኖ ሽዱሽተ ዓመት ዝኸይድ ኮይኖም ኣስታት ዕስራን ክልተን ዓመት ካብ ጅማሬ ናብ ምንታይ መፅእ ናብ ፍጻሜ መጺኡ የሱስ ክርስቶስ ጎይታ እዩ። ስለዚ እቲ መልእኽቲ እቲ ብዘሩባቤል ዝተጀመረ ብመን ከኣ ክፍጸም ኣለዎ? ብዘሩባቤል ክፍጸም ኣለዎ። ደጋጊምና ዝሰማዕናያ ቃል እዩ። እቲ ብኣኹም ዝጀመረ ሎሚ እውን ብመን ክፍጸም ኣለዎ? ብኣኹም ክፍጸም ክኸል ኣሎ። ኣሜን ኣሜን ድዩ ኣሜን ድዩ? የሱስ ክርስቶስ ጎይታ እዩ። እቲ ክንዲ እምባ ዝተገተረ እኮ ንዓሰርተ ሓሙሽተ ዓመት ደው ዝበለ ዘሩባቤል ብሓይልን ክእለትን እዩ ደልይዎ፣ እቲ ኣውራ ነገር ግን ብሓይልን ክእለትን ዘይኩነስ ብምንታይ እዩ? ብመንፈስ እዩ። ኣሜን። ኣብ መወዳእታ ጎይታ ድማ ደቂ ዘይቲ ገይርዎም ንዘሩባቤልን ኢያሱን። ኣሜን። ስለዚ ነቲ ከቢድ ምቁራጽ ዝነበረ ድማ ዳግማይ ተሓድሶ ኮይኑ ክብሪ ንኣምላኽና ይኹን። እቲ ዕዮ እንታይ ኮይኑ ተፈጺሙ። እምበኣር ሎሚ እውን ኣነን ንስኻትኩምን እታ ጥቕሲ ሓደ ጥቕሲ ሸሞንተ እንተ ርኢናያ እንታይ እያ ትብል? ናበኽራን እንታይ ግበሩ? ደይቡ ክብሪ ንኣምላኽና ይኹን። ዕንጨቲ ከዓ እንታይ ግበሩ? ኣምፅኡ ነታ ቤት ድማ እንታይ ግበርዋ? ስርሕዋ ምስ በለ ክብሪ ንኣምላኽና ይኹን ሃጌ ምዕራፍ ሓደ ጥቕሲ ሸሞንተ እንታይ ትብል ቃል ኣላ ኣብኣ ኣነ ድማ ብኣኣ ክሕጎስን ክኸብርን እየ ይብል እግዚኣብሔር ስለዚ ኣብዚ ዘመን እዚ ካብ ዝጎደልናዮ ኣውራ ነገር እንታይ እዩ እንተ ደኣ ኢልና እግዚኣብሄር ዕየዩ ክብል ከሎ እግዚኣብሄር ስርሑ ክብል ከሎ እቲ ኣገልጋሊ ክምለኽ ኣይኮነን እግዚኣብሄር ዕየዩ ክብል ከሎ ዮርሳሌም ክትምለኽ ኣይኮነን። እግዚኣብሄር ዕየዩ ክብል ከሎ እቲ ኣልቲመይት ጎል ናይ እግዚኣብሄር እንታይ እዩ እንተ ኢልና ንሱ እንታይ ክኸውን ክኸብር እዩ። ኣሜን። ንሱ እንታይ ክኸውን ክምስገን። የሱስ ክርስቶስ ጎይታ ክብሪ ንእግዚኣብሄር ኣምላኽና ይኹን። ስለዚ ተዓይለኹም ዲኹም መጀመርያ እዚ ፕሪንሲፕል እዩ፣ እዚ ትእዛዝ እዩ። ዋላ ሓንቲ ኮምፕሮማይዝ ንገብሮ ኣይኮነን። ካብ ኢድ ፈርኦን ክወጹ ከለዉ ድሕሪ ህይወት ምርካብና እግዚኣብሄር ካባና ዝደልዮ ዕዮና እዩ። ህዝበይ ከገልግለኒ ይኺድ እንታይ ግበሮ ስለዚ ማስት እዩ። ክብሪ ንኣምላኽና ይኹን። ዋጋ ተኸፊሉልና እዩ። ከነገልግል ከዓ ብግድ እዩ፣ ትእዛዝ እዩ። የሱስ ክርስቶስ ጐይታ እዩ። እዚ ምንም ዘይንዛረበሉ ኮይኑ ከነገልግል ከለና ግና ነንዕለቱ ክንሓቶ ዘለና ጉያይ፣ ኣገልግሎተይ፣ ስርሐይሲ ንኽብሪ እግዚኣብሄር ይኸውን ኣሎ ድዩ? ኣምላኽ በዚ ኣነ ዝገብሮ ዘለኹ ኣገልግሎት ይኸብር ኣሎ ድዩ? ይሕጐስ ኣሎ ድዩ? እዚ ክንምለስ ይግባእና የሱስ ክርስቶስ ጎይታ እዩ ኩሎም ቅዱሳን እንተ ርእኹሞም ዘፀኣት ምዕራፍ ዓሰርተ ሸውዓተ ሙሴ እንተ ርእኹሞ ምስ ኣማለቃውያን ዝነበሮ ውግእ ኣሮንን ሁርን እያሱን ተሓጋጊዞም ነቲ ዓወት ምስ ኣምፅእዎ ሙሴ ነቲ መሰውኢ እንታይ ኢሉ ሰመየ እዩ ዝብለና እግዚኣብሔር እንታይ እዩ ሰንደቅ ዕላማ እዩ ኣሜን እግዚኣብሔር ኣርማየ ነው እዩ ዝብል ኣብቲ መሓርኛ በቃ ኣብዚ ኣብዚ ተለጢፉ ዘሎ ሲ እቲ ዓወት እቲ ክመፅእ ዘለዎ ዓወት ምስ መፀ ተጋዲልና ስዒርና ኢሎም እቲ ክብሪ ንገዛእ ርእሶም ክወስድዎ ከለዉ ኣይንርእን እግዚኣብሔር እንታይ ኢና እዩ ሰንደቕ ዕላማና የሱስ ክርስቶስ ጎይታ እዩ ዳዊት እውን እንተ ደኣ ርኢናዮ ኣብተን ዓበይቲ ማሕበራት ክብ ዝበለ ክብሪ እዩ ነይሩ ስለዚ በዚ ክብሪ እዚ ግና ንገዛእ ርእሱ ብምውሳድ ክንየት ከሎ ኣይንርእን ኣብ ዓበይቲ ማሕበራትካ ዘለኒ ናእዳ ካበይ ካባኻ እዩ ኣሜን ክብሪ ንመን ክብሪ ንመን ንውሃብያ የሱስ ክርስቶስ ጎይታ እዩ ክብሪ ንእግዚኣብሔር ኣምላኽና ይኹን ምናልባት ሳልሳይ ኣብነት እንተ ደኣ ወሲደልኩም ነሕምያ እውን ናይ ሊደርሽፕ ከም ጉድ ኤግዛምፕል እዩ ዝውሰድ ማለት እዩ ነሕምያ ክልተ ዕስራ እንተ ደኣ ርኢና የሱስ ክርስቶስ ጎይታ እዩ ኣምላኽ ሰማይ እንታይ ክገብረልና እዩ ንሕና ባሮቱ ድማ እንታይ ክንከውን ኢና ስለዚ በቶም ፀላእቱ ክፈራራህ ከሎ ኣይንሪኦምና ንበዓል ጦብያ ሳንባላጥ እዩ ዝእውጀሎም ዘሎ እዚ ቃል እዚ ማለት ስዒርናስ እንታይ ክንከውን ኢና ክንወጽእ ኢና እታ ዝፈረሰት ቤት እግዚኣብሔር ብኣና እንታይ ክትከውን እያ ክትህነጽ ክብርና ኣምላኽና ይኹን ድሕሪኡ እንተ ደኣ ርኢናዮ ምዕራፍ 13 መወዳእታ ብኸመይ ዝበለ ምሕደራ ነታ ቤት እንታይ ክገብራ ከሰናብራ ከም ዝኸኣለ ኢና ንርኢ እግዚኣብሄር ሓንሳእን ክልተ ሳዕን ይዛረብ ከም ዝበልኩኹም፣ ነህምያ ክዓዪ ከሎ ኸኣ እንታይ እንዳ በለ ይዓዪ ነይሩ መሲሉኩም? ዎ ኣምላኸይ ንጽቡቕ ሕሰበለይ። ዝገብራ ዘበለ ኩሉ ኮንፈስ ዝገብራ እንታይ እዩ? ዎ ኣምላኸይ ንጽቡቕ እንታይ ግበረለይ? ሕሰበለይ። ኣሜን። ኣነ ንስኻትኩምን መዓስ ኢና ንጽቡቕ ሕሰበለይ ንብሎ? ምናልባት ብጽቡቕ ሞቲቭ ግን ነገራት ክበላሸወና ከሎ በል ኣምላኸይ እቲ ሃቐና ኣይትፈልጣ ኔርካ ኢኻ ነገራት ንጽቡቕ እንታይ ግበሮ ሕሰቦ ኣይኮነን ድዩ ነህምያ ግን ዓጀብ ዘብል ብጣዕሚ ሪዋርድ ዝገብሮ ዕዮ ኣሰናቢሩ ምስ ወደእ፣ መወዳእታ መልእኽቲ ናይ ነህምያ ምዕራፍ ዓሰርተ ሰለስተ ሰላሳን ሓደን ዘላ እንታይ ኢላ እያ ትዛዝም እታ ምዕራፍ? ወኣምላኸይ ሀ ንጽቡቕ ንጽቡቕ እንታይ ግበረለይ ሕሰበለይ ኣሜን ብትሕትና ሀ ማሕተም ዝተገብረሉ ሀ ጽቡቕ ዝኾነ ኣወዳዳ ክብሪ ንኣምላኽና ይኹን። እረ ሎሚ ኣወዳድኣኹም ዝበለጸ ይኹን። ኣወዳድኣና ዝበለጸ ይኹን። ብጽቡቕ ምስክርነት ምዝዛም ይኹነልና። ናይ ጽቡቕ ምስክርነት መዛዘሚኡ ድማ ሀ፣ ክብሪ ነቲ መን ነቲ ወሃቢ የሱስ ክርስቶስ ጎይታ እዩ። ስለዚ እታ መሪሕ ጥቕሲ ናይ እ፣ መልእኽቲ ሃጌ ክልተ ትሽዓተ ዘላ ሀ ካብቲ ቀዳማይሲ ዳሕረዋይ ክብሪ ናይታ ቤት እንታይ ክኸውን እዩ ሎሚ እውን ዳሕራይኩም ክበልፅ እዩ እግዚኣብሔር ዳሕራይኩም ዝርኢ ኣምላኽ ንነህምያ እ ንበዓል ዘሩባቤል ንበዓል እያሱ ሪቫይቭ ዝገበረ ጎይታ ሎሚ እውን ኣይተቐየረ ደቂ ዘይቲ ክገብረኩም ንሱ ህያው ኣገልግሎትኩም ከወድእ ንሱ ህያው ብጽቡቕ ምስክርነት ከዛዝመኩም ንሱ ህያው ሕሉፍ ዝገበርኩሞ ኣገልግሎት ዘይርስዕ ገፋዒ ዘይኮነ ህያው የሱስ ክርስቶስ ጎይታ እዩ። ንምንታይ እዩ ካብ ቀዳማይስ ዳሕረዋይ ክብሪ ናይዛ ቤት እዚኣ ክበልጽ እዩ ዝብሎም ዘሎ እንተ ደኣ ኢልና ሕጂ እውን ምስቶም እቶም ዝኣረጉ ኣብ እዝራ ምዕራፍ ሰለስተ፣ ነታ ቐዳመይቲ ክብሪ ብምርኣይ፣ እታ ቤት ከኣ ብምስራታ ብምድፍናቕ ዓው ኢሎም ከም ዝበኸዩ፣ ካብኦም ከኣ ዘይሞቱ ዕድመ ዝተወሰኸሎም ዓሰርተ ሽዱሽተ ዓመት ሰጊሮም ከኣ እንታይ ኮይኖም ኣለዉ? መጺኦም ኣለዉ፣ ኣብዚ ዳግማይ ምህናጽ ማለት እዩ። ስለዚ ሕቶ ኣለዎም፣ ተስፋ እዮም ቆሪጾም። ምኽንያቱ ኣብ ዘካርያስ ኣርባዕተ ዓሰርተ ክዛረብ ከሎ ንመዓልቲ ስሒደት ነገር ዝንዕቕ መን እዩ ኢሉ ኣሎ እንታይ ማለት እዩ በቃ እቲ ዝተሰርሐ ኣብቲ ሓዱሽ ትርጉም ከምኡ እዩ ዝብሎ እቲ ዝተሰርሐ ሲ ኣዝዩ ንእሰይ እዩ ብምባል በቃ ናቲን ብዝብል ተስፋ እንታይ ኮይኖም ነይሮም ቆሪጾም ነይሮም። ምናልባት ዋላ እዛ ቤት እውን ከምቲ ናይ ቀዳማይ ክስራሕ እኳ እንተኸኣለት እቲ ሽዑ ብደበና ዝተገልጸ ክብሪ ኣምላኽ እቲ ካቦድ ተባሂሉ ዘሎ ክብሪ ኣምላኽ እቲ ሸካይና ተባሂሉ ዘሎ ክብሪ ኣምላኽ ግን ክምለስ ይኽእል እዩ ዝብል ይኽእል ድዩ ዝብል ተስፋ ምቑራጽ ነይርዎም ማለት እዩ። ኖ ኖ ኖ ኖ እዛ ቤት እዚኣ ካብቲ ቀዳማያ ዳሕራያ ክበልጽ እዩ። ዳሕራያ ክበልጽ እዩ። ብምንታይ ጎደና ሓሊፍካ ተስፋ ትቆርጽ ኣለኻ ኣይፈልጥን፣ ግን እግዚኣብሄር ዳሕራይካ ዝርኢ ኣምላኽ እዩ። መዝሙር 37 37 ኩሉ ሳዕ ዲክሌር ዝገብራ መዝሙረ ነቲ ፍጹም ሰብ ጠምቶ እዚ ሰብ እዚ ዳሕራይ እንታይ እዩ ሰላም እዩ ዘርኡ ንዘለኣለም ክነብር እዩ። እግዚኣብሔር ብገዛእ ርእሱ ተኣማሚኑ እዩ ዳሕራይካ ሰላም ክኸውን እዩ ዝብል ከምቲ ኣቐዲመ ዝገበልኩ ዝበልኩዎ ብምሕረቱ እዩ ጸዊዑ የሱስ ክርስቶስ ጎይታ እዩ እቲ ብምሕረቱ ዝጸውዓካ ኣምላኽ ክብሪ ንኣምላኽና ይኹን ብምሕረቱ ድማ እንታይ ክገብረካ እዩ ከወድኣካ እዩ ኣሜን ከወድኣኒ እዩ ምክንያቱ ክፅውዓኒ ከሎስ ዝረአ ነገር ርእለይ ኣይኮነን ፀዊዕን ኣብ ገዛእ ርእሱ ተኣማሚን ኣሜን ኣብ ምሕረቱ ተወኪሉ ኣሜን ኣገልጋሊ ከም ዝገበረኒ እየ ዝፈልጥ ኣሜን እታ ጅማሬ ንሳ እንተ ደኣ ኮይና ከምቲ ካልኣይ ቆሮንጦስ ኣርባዕተ ሓደ ዝበሎ እቲ ብምሕረቱ ዘጀመረኒ ጎይታ ብምሕረቱ ከዓ እንታይ ክገብረኒ ከፈጸመኒ ኣሜን ስለዚ ዳሕረዋይ ክብሪ ናይዛ ቤት እዚኣ እምብዛ እኳ ደኣ እምብዛ እንታይ ክኸውን እዩ እምብዛ እንታይ ክኸውን እዩ ክበልፅ ጸላኢ እን- እንታይ ትጠቅም ነገር እያ እሞ ዘላትክ ቀዳማይ ክብሪ ናይዛ ቤት እዚኣ ዝረኣየ ክብል ከሎ ክወቕሶም ስለ ዝደለየ ኣይኮነ ኣምላኽ ነቲ ሕሉፍ ከርእየካ ከሎ ክኹንነካ ክኸሰካ ስለ ዝደለ ኣይኮነን። ናብኡ ተመለስ ንዕ'ሞ ረኣይ ኣወዳድኣኻ ግን ካብኡ ዝበለጸ ክኸውን እዩ። የሱስ ክርስቶስ ጎይታ እዩ። ጸላኢ ግን ንመዓልቲ ሒደት ነገር ዝንዕቕ መን እዩ ክብል ከሎ በቃ እታ ትገብራ ዘለኻ ኣዝያ ንእሽቶይ ኣዝያ ዘይትጠቅም ውጽኢት ከም ዘይብላ ኣብ ከናፍርና ካብ ነገቲፍ ነገር ምዝራብ ምሕላው ይክነልና ኣሜን እግዚኣብሔር ንሒደት ነገራትካ ዘክብር ኣምላክ ንሒደት ነገራትካ እንታይ ዝገብር ዘክብር ኣምላክ የሱስ ክርስቶስ ጎይታ እዩ ስለዚ ንሒደትካ ድማ እንታይ እናገበረ እናብዝሐ ድማ የሱስ ክርስቶስ ጎይታይ ናብቲ ንሱ ዝደልዮ ዓወት እንታይ ዝገብር ዘእቱ ኣምላኽ የሱስ ክርስቶስ ጎይታይ ስለዚ እቲ መልእኽተይ እንታይ ክገብሮ ክዛዝሞ ኣታ ዓቢ ኸረን መን ኢኻ ኣብ ቅድሚ ዘሩባቤል እንታይ ክትከውን ኢኻ ጎልጎል ክትከውን ኢኻ ሎሚ ክንዲ እምባ ዝተገተረ ዓበይቲ መዕንቀፊታት ኣብ ቅድሜኹም እኳ እንተሎ መኽራን ግና ከይፈለጡ እንታይ ይገብሮም ከይፈለጡ እንታይ ይገብሮም ኣብ ኣስመራ እዚ ሚና እንዳተገብረ ኣኻውሕ ክፍንቀል ከሎ እንተረኢኹሞ ቦምቡታት እዩ ኮነ እንዲ እንታይ ደኣ መድፍዕ ይትኮስ ዘሎ እዩ ይባል ምክንያቱ ብከቢድ ድምፂ እዩ እንታይ ዝኸውን እታ ናይ እግዚኣብሔር ሱፐር ናቹራል ፓወር ግን እቲ ኣኽራንኳ እኳ ባዕሉ ሲ ከይፈለጠ እዩ ዝግዕዝ ማለት እዩ ባዕሉ እቲ ኣኽራንካስ ከይፈለጠ እንታይ ይኸውን ነኽራንካ ከይፈለጡ እንታይ ይገብሮም የግዕዞም ኣሜን ክብሪ ንእግዚኣብሔር ኣምላኽና ይኹን ስለዚ ሎሚ ዋት ኣይ ወንት ኢንካሬጅ ኢዝ ብብዙሕ ነገር ዲስካሬጅ ክንከውን ንኽእል ኢና። ብብዙሕ ነገር ተስፋ ክንቆርጽ ንኽእል ኢና። ምኽንያቱ ሮቦት ኣይኮንና ንሕና ሰባት ኢና፣ ብስምዒት ክንትንከፍ ንኽእል ኢና፣ ኣብ ባይታ ብዘሎ ህሉው ኩነታት ተስፋ ክንቆርጽ ንኽእል ኢና። እግዚኣብሄር ግን ነቲ ዕዮና ከኽይድ ዝደሊ ኣምላኽ እዩ። ኣሜን። ከያዳይ ቃል እንተ ደኣ ኢልና ሎሚ እውን ምናልባት ኣብታ ቤት ዓሰርተ ሓሙሽተ ዓመት እንተ ደኣ ዕዮ ስታክ ገይሩ ነይሩ ኣባኹም ብውልቂ ብሕብረት እንታይ ደው ዝበለ ኣሎ ኣይፈለጥን እግዚኣብሔር ግን ፍንሕኒሕ ከብሎ ደሊ ኣሎ ተበጃዊኻ ህያዊ ኣሜን እቲ ተዋሂብካ ዘሎ ቃል ህያዊ ኣሜን ንዝሞተ ነገርካ ከተስእ ድማ ንሱ ህያዊ ኣሜን እስከ ክንጽሊ ኢና ክብርና ኣምላኽና ይኹን ንሒደ ደቓይቕ ክንጽሊ